ሰላም ሰላም ሰሎም ደበሳይ ካብ ሶሎ ሚድያ ንሓቂ ወይ ከዓ ሶሎ ሚድያ ፎር ትሩዝ ኩልኹም ሰዓብተይን ተኸታተልተይን ኣብ ዘለኹሞ ሰላምን ጥዕናን ክኾነልኩም እናተመነኹ ሎም መዓልቲ ድማ ሓደ ሓዊ ብዛዕባ እዛ ኣብ መፅሓፍ ቅዱስ ኣብ ቀዳማይ ጴጥሮስ 2 18 ዘሎ እንታይ ሓሳብካ ዝብል ሕቶ ሓቲትን እሞ ብዛዕብኡ ገለ ክብለኩም እየ ስለዚ ነታ ጥቕሲ ከንብባ እሞ ብዛዕብኣ ክንዛረብ ኢና እግዚኣብሔር ይመስገን ከምዚ ይብል እቲ ጥቕሲ ኣቱም ጉዙኣት ነቶም ዓመፅትኻ እምበር ነቶም ሕያዎትን ልኡማትን ጥራይ ዘይኮነስ ብፍርሃት ደበለ ንጎይተትኩም ተኣዘዝዎም ይብል ሕጂ ኣብዚ መፅሓፍ ቅዱስ ጴጥሮስ ወይ ድማ ሃዋርያ ጴጥሮስ ነቶም ባሮት ብዛዕባ ጐይቶቶም ክእዘዝዎም ከለዉ ሕያዎት ስለ ዝኾኑ ጥራይ ደይኮነስ ዋላ ክፉኣት እንተኾኑ ዋላ ዓመጽቲ እንተኾኑ ክእዘዝዎም ከም ዘለዎም ይዛረብ ስለዚ እዚ ሓዊ ብዛዕባ እዚ እንታይ ኢኻ ትብል ምክንያቱ ንሕና ዋላ መንግስትና ዋላ ዓማጽ እንተኾነሲ በዛ ጥቕሲ እዚኣ መሰረት ከንእዘዞ እዩ ዝግባኣና ዝብል ሓሳብ እዩ ዘለዎ ስለዚ እንታይ ሓሳብካ ኢልኒ ሕጂ እቲ ነቲ ኣብ ሃገርና ዘሎ መንግስቲ ዝድግፉ ሰባት ነዛ ጥቕሲ እዚኣ ኣቢዩዝ ይገብሮ ወይ ድማ ይዕምፅዋ ከምቲ ንሶም ዝደልይዎ ገብርዎ ንኣብነት ነቲ ኣብ ሮሜ ምዕራፍ ዓሰርተ ሰለስተ ዘሎ ንመራሕትኹም ወይ ድማ ንነገስታት ነቶም ሰበ ስልጣን ኩሎም ተገዝእዎም ዝብል ንሕና መጽሓፍ ቅዱስ ተገዝኡ ስለ ዝብል ንሰበ ስልጣን ወይ ድማ ንበዓል ስልጣን ክንግዛእ እዩ ዘለና ብል ሓቂ ንኩሉ በዓል ስልጣን ክንግዛእ ኣለና እቲ በዓል ስልጣን ግን እቲ ኣምላኽ ዝሸሞ ምክንያቱ ኣብቲ ሮሜ ምዕራፍ 13 ክዛረብ ከሎ ብዛዕባ እቲ በዓል ስልጣን ንሱ ንሰናይካ ኢሉ ይብል ሰናይ ዝሓስብ ንኣምላኽ ዝፈርህ ኣገልጋሊ ኣምላኽ እዩ ኢሉ ይፅውዖ ስለዚ ነቲ ኣገልጋሊ ኣምላኽ ዝኾነ ነቲ ሰናይ ህዝቡ ዝሓስብ ነቲ ጽቡቕ ናይ ህዝቡ ዝደሊ ኣገልጋሊ ደኣምበር ነቲ ባዕሉ ርእሱ ዝሾመ ንህዝቡ ዝብዝብዝ ኣብ ህዝቡ ጀኖሳይድ ዝፍጽም መናእሰያቱ ዝሓርድ መናእሰያቱ ዘጽንት ንኸምኡ ዓይነት መራሒ ኣይኮነን። ምኽንያቱ ከምኡ ዓይነት መራሒ ኣገልጋሊ ኣምላኽ ኣይኮነን። ኣብቲ ሮሜ ብዛዕባ እቲ በዓል ስልጣን ክዛረብ ከሎ ግን ንሱ ኣገልጋሊ ኣምላኽ እዩ እሞ እዩ ዝብል። እዞም ዓመፅቲ በዓል ሂትለር፣ በዓል ኣብይ፣ በዓል ደብረፅን፣ በዓል ኢሳያስ ግን ኣገልገልቲ ኣምላኽ ኣይኮኑ። እዚኦም ኣገልገልቲ ፀልማት ጨካናት ናይ ኣራዊት ባህሪ ዘለዎም ሰባት እዮም። ስለዚ ኣገልገልቲ ኣምላኽ ኣይኮነን ንዕኦም ኣይትምልከቶም ነዚኣ ነቲ ኣገልጋሊ ኣምላኽ ጥራይ እዩ ኣብዛ ሕጂ ዘንበብኳ ድማ ብዛዕባ መን ይዛርብ ዘሎ ብዛዕባቶም ባሮት ብዛዕባቶም ባርያ ባርያ ማለት ናተይ ዝብሎ ዘይብሉ ወናኒ ዘለዎ ኣብ ካልኣይ ነገስ ምዕራፍ ኣርባዕተ ካብ ጥቕሲ ሓደ ጀሚሩ ብዛዕባ ሓንቲ ሰበይቲ ሰብኣያ ዝሞተ ደቂ ነቢያት ሰብኣይ ዝነበራ ደሓር ሰብኣያ ምስ ሞተ ግን ዕዳ ስለ ዝነበሮ ዕድኡ ድማ ከይከፈለ ስለ ዝሞተ ንደቃ ክወስድዎም ኢሎም ከም ዝመፁ ስለዚ ናብ ኤልሳእ ከይዳ ኣገልጋሊኻስ ትፈልጦ ኢኻ ሕጂ እሱ ምስ ሞተ እቶም ዓበይቱ መጺኦም ንደቀይ ነቶም ክልተ ደቀይ ባሮት ክገብርዎም መጺኦም ኣለዎ እሞ ኢላ ትልምኖ ሕጂ ኣብዚ ክዛረበሉ ደልየ ዘለኹ ኣብቲ ግዜ እቲ ባርያ ዝኸውን ሓደ ሰብ እንተ ደኣ ዝኾነ ገንዘብ ወሲዱ እሞ ክኸፍሎ እንተ ደኣ ዘይክኢሉ መጺኦም ባርያ ይገብርዎ ወይ ድማ እንተ ደኣ ብሓይሊ ወሪሮም ሒዞሞም ባሮት ይገብሮም ስለዚ ባርያ ማለት ናይ ርእሱ ዘይብሉ ማለት እዩ እግዚኣብሔር ድማ ባርነት ኣይፈቅድን እዩ ይትረፍ ዶ እግዚኣብሔር ሲ ኣነ እኳ ዓሰርተ ቆልዑት እንተ ደኣ ሃልዮምኒ እቶም ደቀይ ኩሎም ተማሂሮም ገሊኦም በቃ በቲ ናቶም ትሳቶም ዝደልዮ ፕሮፌሽን ሰሪሖም ጽቡቕ ናብራ ክነብሩ እየ ዝደሊ ኮይኑ ግን መብዛሕትኡ ግዜ ኣብ ሓደ ቤተሰብ ገሊኦም ብጣዕሚ ዕውታት ይኾኑ ገሊኦም ድማ ሰነፋት ይኾኑ ጽቡቕ እንተ ደኣ ኮይኑ ድማ ምናልባት ኩሎም እውን ንፉዓት ክኾኑ ይኽእሉ ኣብ ጽቡቕ ደረጃ ክበጽሑ ይኽእሉ መብዛሕትኡ ግዜ ግን ንኣብነት እቲ ሕሳስ ልደ ተማሂሩ ኣብ ጽቡቕ ደረጃ በጺሑ ነቶም ልዕሊኡ ዘለዉ ነቶም ምዕባዩ እንተ ደኣ ዘስርሖም ኮይኑ እቲ ኣቦ ወይ ድማ ኣነስ ከምኡ ይፈቱ በቃ እቲ ሕሳስ ልደ ወደይ ምሁር ኮይኑ ዶክተር ኮይኑ ወይ ወናኒ ናይ ዝኾነት ካምፓኒ ወይ ፋብሪካ ኮይኑ ነቶም ነቶም ምዕባዩ ነቶም ካብኡ ዝዓብዩ ከስርሖምሲ ይፈቱ ዶ ወላ ሓደ ወላዲ ከምኡ ይፈቱን ወላዲ እንታይ ዝፈቱ ኩሎም ደቁ ኣብ ጽቡቕ ደረጃ በጺሖም ኩሎም በቃ ደ- ከምኡ ዓይነት ክርኢ እዩ ዝደሊ እግዚኣብሔር ድማ ነቲ ሓደ ባርያ ነቲ ሓደ እ፣ ጎይታ ገይሩ ኣይፈጠረን ሰብ ባዕሉ ብስንፍንኡ ሰብ ባዕሉ ዘምጾ እዩ ናይ ሓጢኣት ውጽኢት እዩ ምክንያቱ እግዚኣብሔር ክፈጥረና ከሎ ንኩልና ጽቡቕ ገይሩ እዩ ፈጢርና ንኩልና ማዕረ ገይሩ እዩ ፈጢርና ናይ ሓጢኣት ውፅኢት ግን ሰብ ክፈላለ ክእል ስንፍና ነቲ ሓደ ዋጋ ዝኸፈለ እቲ ሰብ ክዘናጋዕ ከሎ ካብቲ ናብቲ ክዕንድር ከሎ ዝተማህረ ዶክተር ክኾን ከሎ ኢንጂነር ክኾን ከሎ ኣርክቴክት ክኸውን ከሎ ዝተፈላለየ ዓይነት ሞያ ሒዙ ክኸይድ ከሎ እቲ ገሊኡ ብስንፍና ገሊኡ ድማ ዕድል ዘይረኸበ ምስኪናይ ክመሃር እንዳደለየ ዕድል ዘይረኸበ ክመሃር እንዳደለየ ልክዕ ከምቲ ናይ ዓድና እቲ ናይ ኣብ ሃገርና ዘሎ ናይ ፖልቲካል ሲቹዌሽን እሱ ስለ ዘይፈቅድ ሓንሳብ ግፋ ሓንሳብ ማእሰርቲ ሓንሳብ ሳዋ ሓንሳብ ማእቶት በቃ ክሃድም በቃ ናብርኡ ከመሓይሽ ሂወቱ ከትርፍ ኢሉ ይሃድም ስለዚ ከይመሃር ይኽእል ኩሉ ስንፍና ኣይኮነን ብሓፈሻ ግን እግዚኣብሔርሲ ነቲ ሓደ ጎይታ ነቲ ሓደ ባርያ ገይሩ ድፈጥር ኣምላኽ ኣይኮነን ዘለና እግዚኣብሔር ይመስገን ኣምላኽ ባርነት ስለ ትጸልእ እታ ናይ መጀመርያ እታ ናይ መጀመርያ ተኣምራት ኣብ መጽሓፍ ቅዱስ ኣብ ዘጻት ንረኽባ እቶም እስራኤላውያን ምስ ኣእወዩ ካብ ናይ ግብፂ ባርነት ካብ ናይ ፈርዖን ባርነት ኣውፅዎም ስለዚ እግዚኣብሄር ባርነት ኣይፈቱን እዩ ኣብቲ ናይ በዓል ጴጥሮስ ግዜ ኣብቲ ናታቶም ኣገልግሎት ግን ባሮት ስለ ዝነበሩ ልክዕ ከምዛ ሰይቲ ዝነቢ ባሮት ስለ ዝነበሩ ነቶም ጎይተትኩም ሲ ተኣዘዝዎም ምክንያቱ ከምቲ እቲ ኣብቲ ናይ መፅሓፍ ቅዱስ ሰባት ዝብሎ እቶም ባሮት ምስ ዳሓኑ ከም ናይ ከም በዓል ኦነሲሞስ ማለት እዩ። እቶም ባሮ ዝነበሩ ናብ ጎይታ ምስ መጹ ምስ ደሓኑ ምስ ተለወጡ ነቶም ጎይተቶም ማዕረ ኢና ኢሎም ምእዛዝ ይኣብዩ ስለ ዝነበሩ ይብል ስለዚ ዝተኣዘዝዎም እሱ ግን ኣይኮነን ሕጂ ንዓይ ዘዛርበን ዘሎ እቶም ንሕና ዋላ እቲ መራሒና ኢሳያስ ከም ክፉእ ገይሮም እዮም ዝቕበልዎ ዘሎ ሕጂ እቶም ደገፍቲ ህግደፍ ስለዚ ተቐበልዎ እንዲ ዝብል ዋላ ዓማፅ ኦኬ ዓማፅ እዩ ግን ዋላ ዓማፅ ኹንሲ ተቐበልዎ እንዲ ዝብል ንምንታይ ዘይንቕበሎ ይብሉ ባሮ ዲኹም ንስኻትኩም ባሮ ዲኹም ባርያ ማለት ናቱ ዘይብሉ ማለት እዩ ናተይ ዝብሎስ ዘይብሉ ንሕና ባሮት ኣይኮናን እግዚኣብሔር ይመስገን ንሕና ነፃ ዝወፃና ህዝቢ ኢና ባርያ ማለት ካብ ሃገሩ ድሕዳ ባርያ ኮንካ ኣብቲ ሃገር ምክንያቱ ናተይ ትብሎ የብልካን ደሞዝ ኣይትኽፈል ባርያ ደሞዝ የብሉ ባርያ ውላድ ምስ ወለደ እኳ ትውላዱ ናት ይኮነን ናይ ጎይቱ እዩ ሕፅኻትኩም ሲ ከምኡ ዲኹም ከምኡ እንተ ደኣ ኮንኩም ንምንታይ ሃዲምኩም ኣብኡ ኮንኩም ደይትግዝእዎ ስለዚ እዛ ጥቕሲ እዚኣ ነቶም ባሮት እዩ ነቶም ባራዩ ንስኻትኩም ንጎይተትኩም እብሎም ኣሎ ጴጥሮስ ዋላ ክፉኣት እንተኾኑ ስጋብ ነፃ ትወፁ እንታይ ግበሩ ተገዝዎም ንሕና ግን እግዚኣብሔር ይመስገን ሳላ እቲ ልዑል ኣምላኽ ነፃ ኣብ ዝኾነ ዓለም ኢና ተፈጢርናን ተወሊድናን ዘለና ኣብዚ ሕጂ ኣብዚ ዘለናዮ እዋን ስሌቨሪ ኢዝ አ ክራይም ባርነት ሕጂ ወንጀል እዩ ንሓደ ሰብ ኣስሪሕኻ እንተ ደኣ ገንዘብ ዘይከፊልካዮ ወንጀል እዩ ትእስር ስለዚ ኣነ ባርያ ናይ ኢሳያስ ኣይኮንኩን ባርያ ናይ ህግደፍ ኣይኮንኩን ንስካትኩም ውን እዞም ከምኡ ትብሉ ዘለኹም ባራዩ ይኮንኩም ምክንያቱ ኣይኮነን ከምኡ ይኮነን ስለዘይኮነ ማዕረና ሃዲምኩም ኣብቲ ኣሜሪካ ካናዳ ኣውስትራልያ ኤሮጳ ዩ ኣብ ደገ ወፂኹም ኣብ ሃገርና ክንነብር ኣይከኣልናን እዚ ናይ ናፅነት ምልክት እዩ ኣብ ዓድና ክንነብር ኣይካኣልናን ስለዚ ኣብዚ ዕቁባ ሃቡና ኢልኩም ሓቲትኩም ዕቁባ ተዋሂብኩም ስለዚ ባራዩ ኣይኮንኩምን ባርያ ኤ ኢልካ ተኣምን እንተ ኮንካ ግን ናብ ዓዲ ትኸይድ ናብ ሃገር ትኸይድ ኢሳያስ ዝብለካ ትገብር ብዘይ ደሞዝ ድማ ትሰርሕ እዛ ጥቅሲ እዚኣ ሽዑ የስ ንዓኻ ቅብልቲ እያ ኣብ መጽሓፍ ቅዱስ ከንእዘዞ ዝግብኣና ኣሎ ከንቃወሞ ዝግብኣና ኸ ኣሎ ኣብ ምሳሌ ሰላሳን ሓደን ነቲ ዓማጺ መንግስቲ ክዕምጽ ከሎ ነቶም ዝተዓመጹ ኣብ ፍትዓባስ ክንከውን መጽሓፍ ቅዱስ ይነግረና ኣብ ግብሪ ሃዋርያት ምዕራፍ ሓሙሽተ ጥቕሲ ዕስራን ትሽዓተን ነቶም ሃዋርያት ብዛዕባ የሱስ ክርስቶስ ከይትሰብኩ ምስ በሉ ንሳቶም ድማ ከምዚ ኢሎም መሊሶም ንመን ክንእዘዝ ንመን ክንሰምዕ ንዓኹም ዶ ንኣምላኽ ስለዚ እምቢ ብምባል ስብከቶም ቀፂሎም ምክንያቱ ኣንፃር ክርስቶስ ኣንፃር ዝወንጌል እዚ ኣንፃር መፅሓፍ ቅዱስ ስለዝኾነ ክንእዘዝ መፅሓፍ ቅዱስ ኣይፈቕደልናን እዩ ኣብ ዘጸኣት ምዕራፍ ሓደ ጥቕሲ ዓሰርተ ሸውዓተ እተን ክልተ መዋልድቲ ኣንስቲ ፈርኦን ኣዚዙ ኩሎም ቁልዑት ክቕተሉ እሰን ግን ነቲ ምቕታል እምቢ ኢለን ምክንያቱ ዓመፅ ስለ ዝኾነ ስለዚ ከምዚ ዓይነት ዓመፅ ብመንግስቲ ክመፅእ ከሎ እምቢ ክንብል መፅሓፍ ቅዱስ ይድግፈና እዩ እግዚኣብሔር ይመስገን ኣብ ትንቢተ ዳንኤል ምዕራፍ ሰለስተ ንጉስ ነብከዶናጾር ብወርቂ ተሰርሐ ምስሊ ብምግባር ንሲድራቅ ሚሻቅ ዓብድናጎ ክሰግዱ ምስ በለ ሙሳቶም ሓደ ነገር ኢሎም እግዚኣብሔር ይመስገን ንሕናስ ክንብርከኽን ክንሰግደሉን ዝግባእ ሓደ እቲ ሰማይን ምድርን ዝፈጠረ ኣምላኽ ብምባል እምቢ ኢሎሞ ንመን ነቲ በዓል ስልጣን ስለዚ እግዚኣብሔር ይመስገን ኣንጻር ኣምላኽ ንዝኾነ ነገር እምቢ ክንብል መጽሓፍ ቅዱስ ይድግፈናን ይመኽረናን ይምዕደናን ይእዝዘናን ስለዚ ንእዘዞ ነቲ መጽሓፍ ቅዱሳዊ ዝኾነ ነቲ ምስ ሓሳብ ኣምላኽ ዝኸይድ ጥራይ ስለዚ ሓሳበይ ከጠቓልል እቲ ኣምላኽ ዝሸሞ ሓሳብ ኣምላኽ ዘገልግል ንኣምላኽ ዝፈልጥ ንኣምላኽ ዝፈርህ ንህዝቡ ዘፍቅር መራሒ እቲ ስልጣኑ ካብ ኣምላኽ ስለ ዝኾነ ንዕኡ ክንግዝኦ ይግባእ ምክንያቱ ሓሳብ ኣምላኽ የገልግል ስለ ዘሎ ነቲ ሓሳብ ኣምላኽ ድማ ክንሰምሮ ይግባኣና ነቲ ኣንጻር ኣምላኽ ደው ድብል ኣገልጋሊ ጸልማት ዝኾነ ህዝቡ ዘሳቒ ህዝቡ ዝብትን ህዝቡ ዘጽንት መራሒ ግን ስልጣኑ ካብ ኣምላኽ ስለ ዘይኮነ ነዚ ግን ስጋብ መጨረሻ ክንቃወሞ ይግብኣና። ድምጺ እቲ ውጹዕ ክንከውን ድማ መጽሓፍ ቅዱስ ይእዝዘናን ይድግፈናን። ስለዚ ኣምላኽ ዘመንኩም ኩሉ ይባርኽ። ነታ ሕቶ መሊሰያ ክኸውን ተስፋ እገብር። ብጣዕሚ የቐንየለይ ናብ ኩሉ ክበጽሕ ምእንቲ ሼር ግበርዎ። Thank you ተባረኹ።